ሽመይ ኣክረም ጀማል እበሃል ሒዚያ መጽየ ዘለኩ ደርፊ ድማ ናይ ድምጻዊ ተመስገን ገብረስላሴ ጣኒቆ ሞሞናየ ትብል ኣብ ክልተ ሽሕን ሸውዓተን ብኣርቲስት ኣክሊሉ ተስፋጼን ተገጢማ ዝተዘየመት እያ።

ናይ በሓቂ ዓቢ ምምሕያሽ ጌርካ ኣለኻ። ርግጽ እዩ ናእሽቱ ናእሽቱ ኩሉ ግዜ ኣለዉ ሞንጎ ክእረሙ ዘለዎም ንብሎም። ብሓፈሻዊ ኣዘራርባ ግን ኣብ ቴክኒክ ይኹን ኣብቲ ስምዒት ይኹን ስምዒቱ እኳ ካብ ቀደም ነይሩ እዩ ግን ኣብ ውሽጥኻ የእቲኻ ነቲ ደርፊ ከመይ ጌርካ ተንጸባርቖ፣ እዚ ንገዛእ ርእሱ ሓደ ዓቢ ፖዝቲቭ፣ ኣወንታዊ፣ ሸነኽ ናይቲ ኣቀራርባኻ እዩ ኣክረም። ስለዚ ኣብቲ ክውዳእ ከሎ እቲ ሜሎድታት ኣስተብህለሉ ሕጂ እውን ኣብኡ ጥንቅቕ ክትብል ኣለካ ምኽንያቱ እቲ ክትመጾ ዝጸናሕካ ስካላታትሲ ሸተት ከብለካ ወይ ኣብቲ ምውዳእ ትንፋስ ክሓጽረካ ስለ ዝኽእል ንሱኢታት ክትጥንቀቐሉ እየ ዝብለካ። እቲ ኮንፊደንስ ወይ ከኣ እቲ ነብስኻ ምእማን ኣብ ስቴጅ ንሱ ብዘለዎ ተቐጸለ ጽቡቕ እዩ። ብሓፈሽኡ ጽቡቕ ንዓይ ጽቡቕ።
ጽቡቕ ደሓን እዩ ጽቡቕ ነይሩ። ክንደይ ዝኣክል ምድላው ጌርኪ መጺኺ ኣለኺ? ካብታ ቀዳመይቲ መድረኽ ዝሓለፍኩላ እዋን ክሳብ ሕጂ ማለት።
እሞ ናይ መን ደርፊ ሒዝክልና ክትቀርቢ ኢኺ? ሕጂ ኣቕሪበያ ዘለኹ ደርፊ ናይ ድምጻዊት ለተብርሃን ፍትዊ፣ ክፍለ ሰራዊት ሰብዓ፣ ኣሚነይ ትብል ማለት እዩ።
ብጣዕሚ ጽቡቕ እሞ መድረኽ ንዓኺ እዩ ከም ድሌትኪ። ጽቡቕ ዕድል።

ካብ ኪኖ ምድራፍ ማለተይ እቲ ደራርፋኺ ኣማዕቢልኪ ኣብ ርእሲኡስ ኣረንጂ ግበርያ እዩ መጺኒ ንዓይ እንዳ ደረፍኪ ኮንኹስ ሓስብ ኔረ ስለዚ ነዚ መድረኽ ብሓቂ ካልእ ክትጽበየ ማለት እዩ ኣነ ጽቡቕ ቁሩብ እቲ ኦርጂናሊቲ ናይቲ ደርፊ እቲ መበገሲ ክንርሶዖ ይብልናን ኣብ ከምዚ ዓይነት ደርፊ እዚ ሓደ ካብቶም ሕጂ እኳ ናይ ጥንቲ ዳርጋ ክንብሎም ኣይንኽእልን ግን ካብቶም ዝማሕደጉ ደርፍታት እዩ ስለዚ እቲ ኣከያይድኡ ብዝተኻእለ መጠን እቲ ዝሰምዖ ዝነበረ ሰብ ከምዘይ ረሰዖን እቲ ሕጂ ዝሰምዖ ዘሎ ሰብ ከምዝሰምዖን ንመጻኢ ከኣ መን ይፍለጥ ኣብ ከብዲ ዘሎ ከም ዝግንዘቦን ጌርካ ክቀርብ ጽቡቅ እዩ ዝተረፈ ግን ንዓይ ጽቡቅ የላ።